ሰላምን ጥዕናን ንዓኹም ይኹን ኣብ ርሕቁን ቀረባን ኴንኩም ጀ ሬድዮ ትከታተሉ ዘለኹም ክብራት ሰማዕትና እምበኣር ንሎሚ ከምቲ ቅድሚ ሕጂ እውን ንገብሮ ዝነበርና ሕፅር ብዝበለ ካብ ቦድካስት ወፃኢ ዶ ንበሎ ወይ ናይ ቦድካስት ኮይኑ ግን ኣብ ናይ ስነ ጥበብ ኣብ ምስትምቓር ፊልሚ ዝተመርኮሰ ሓጺር ዕላል ክንገብር ኢና ናይ ሎማዓንቲ መሪጽናዮ ዘለና ኣርእስቲ ብፍላይ ኣብዚ ናይ ፊልምታትና ዝተመርኮሰ ኮይኑ ግን ሓንቲ ፊልም ከም ኣብነት ወሲድና ብፍሉይ ኣብ ዛንታ ምስትምቓር ፍልይ ዝበለ ዕላል ክንገብር ኢና ኣጋይሽ ዓዲመልኩም ኣለኹ ኩራት ሰማዕቲ ኣጋይሽና ከምዚ ድሒረ ዘላልየኩም ሓደ ስነ ጥበባዊ ሄኖክ ተስፋብሩኽ ክኸውን ከሎ ኣብ መስርሕ ፊልም ነዊሕ ግዜ ተመክሮ እውን ዘለዎ ከምኡ እውን ስነ ጥበባዊ መብራህቱ ግርማይ ፊልም ዳይረክተር ወይ ደራሲ ክኸውን ከሎ እዚኦም ክልተ ሰባት ንምስትምቓር ናይ ሓንቲ ፊልም ኣብ ስቱድዮ ዓዲመ እዮም ዘለኹ ንሎሚ ንምስትምቓር ኢልና ቀሪብናያ ዘለና ፊልም ድማ ብ ዳይረክተርን ደራስን ዳይረክተርን ኤፍሬም ካሕሳይ ወዲ ዃዳ ተደሪሳ ከምኡ ውን ዝተኣልየት ፊልም ኢና ክንዛረበላ መሪጽና ዘለና ኣርእስቲ ፊልም ሶፍያ እያ ትብል ሶፍያ ኣብዚ ሰዓት እዚ ኣብ ብዙሓት ሰባት ኣካታዒት ወይ እውን ኣዘራቢት ኣርእስቲ ፊልም ኮይና ዘላ እያ ፊልም ሶፍያ ከምቲ ኣብ ዩቲብ ዝተዓዘብናዮ እውን ኣብዚ ግዜ እዚ ዝበዝሐ ተኸታታሊ ረኺባ ብዙሕ እውን ካብቲ ዘይተለምደ ኣርእስቲ ልዒላ ዝተሰርሐት ፊልም እያ ነዛ ፊልም እዚኣ ሎማዕንቲ ካብ ፒየስ ኣውፀኢ ሞር ኣብ ምስትምቓር ፀቒጥና ክነዕልል ምስ ዘለዉና ኣጋይሽ ክፍት ዝበለ ዕላል ክንገብር ኢና ምሳና ሕበሩና መጀመርታ እንኳዕ ድሓን መፃኹም ቀጥታ ናብ ዕላልና ክነኣቱ ኣፋዊ ዛንታ ወይ ውን ቅድሚ ሕጂ ኣብ ንፈልጦ ጽንጽዋያት ከምዚ ዓይነት ፊልም ወይ ውን ከምዚ ዓይነት ዛንታ ሰሚዕና ንፈልጥ ዲና? መእተዊ ክትኮነና ትኽእል እያ ብኣኻ ክጅምር እየ ሄኖክ ድሒርና ክነልዕል ስለ ዝኾንና እየ እዚኣ ከም መጀመሪት መሪጸያ ዘለኹ so ሚክሮፎን ንዓኻ ክበቅዕ እየ።
ኣብዚ ብዛዕባ እዛ ፊልም ክንዘራረብ ዝዓደምካና ናብ ሕቶኻ ንምምጻእ ኣብዚ ከምኡ ዓይነት ዛንታታት ኣሎ ብልክዕ ነፍሲ ወከፍ ኣካይድኡ ገለ ዘይኮነሲ ሓደ ሕጂ ብዛ ፊልምሲ እቲ እቲ ቀንዲ ጠባይ ንሓንቲ ዝመተት ዝፈትዋ እያ እታ ሕጂ እዚ እዚ ብልክዕ ንሓንቲ ዝመተት ዘፍቅራ ገለ ዘይኮነስ ግን ካብ ንቡር ወጻኢ ምፍቃር፣ ምፍታው ወይ ውን ምስ ዝመተ ሰብ ምዕላል ገለ ዝመስል ኣብ ግጥምታት ኣብ ካልእ ዛንታታት ኣብዚ ናይ ቀደም ዛንታታት ውን ኔሩ ከምዚ ብርሃኑ ሰብ ኔሩ ኣድጊ ኮይኑ ገለ ከምኡታት ዝመስል ብዙሕ ክንዘክር ንክእል ኢና ነቲ ነቲ ግኡዝ ነገር ሲ ተዛርቦ ምስኡ ትዋሳ እለ ኣሎ ዋላ ኣብ ካልእ ንሪኦ ምናልባት ኣብ ፊልም ኣብ ፊልምታት እውን ከምኡ ኣሎ መብሬ እዚ በጊዕ ኣብ ዓለሙ ለት በጊዕ ዛረብ ከምታት ዝመስል ነገራት ኣሎ ሕጂ በቲ በቲ ልክዕ ዛንታ ዘይኮነሲ በቲ ዘይንቡር ነገራት ዝመስል ነገራት ይዝውተር እዩ ከመይ ማለት ብፊልም ያ ብስሩዕ ዝተሰርሐ ብፊልም ክኸውን ከም ዘይክእሉ ፍሉጥ እዩ ቅድሚ ሕጂ ኣይሰማዕናን ግን ብልሙድ ኣዛናትዋ ግን ንኣብነት ዝንግባባ ምሽ ከም ሚልዮኑ ዓይነት ኮይኑ ዝተሰርሐ ዳሕራይ ወይ ፍሉይ ኩርናዕ እዚ ገለገለ ክንብል ዲናይ ክንብል ስለ ኣብ ግምት እትዮ ክፀንሕ ደለኹ እየ በዚኣ ክጅምር ደልየ ደለኹ ዛንታስ ከም ኖርማል ኣብ ጽንጽዋ ሕብረተሰብና ዘዕልሎ ጽንጽዋትሲ ኮምስ ሰሚዕና ንፈልጥ ዶ? ኦኬ
እንታይ ሒዘ ኣለኹ ሰሚዕና ንፈልጥ ዶ ወይ ከኣ ከምኡ ሰሚዕና ንፈልጥ ዓይነት ምስ ናይ ሶፊ ኣተሓሓዝ ከምኡ ብፊልም ተሰሪሑ ይፈልጥ ዶ ነዚኤን እየን ስለን ክሳይ ገሬን ምናልባት ኣብቲ ሰሚዕና ንፈልጥ ዶ ርእይቶኸ ብመጀመርታ እንታይ ኢና ሰሚዕና ማለት ምስ መን ኣተሓሒዝና ኢና ምስ ናይ ሶፍያን ኣተሓሒዝና ንሪኦ ዘለና ምናልባት ዲቴይል ዳሕራይ ክንመፅእ ንኽእል ምናልባት ንሶፍያ ፊልም ዘይረኣይዋ ግን በዚኣ ክጅምር ከለዉ ከምቲ ዳሕራይ ዝግለጽ ሓደ ገጸ ባህሪ ምስ ሓንቲ ብሂወት ዘየላ ዝመተት እዩ ፍቅሪ ዝሕዶ ዝሕዞ ኣብ ፍቅሪ ዝወድቅ እዩ ማለት ሕጂ ዳሕራይ ኣብቲ ዲተይል ንመጽ ኮይና ግን ብዙሕ ግዜ ብጽንጽዋያት ገለ ክሕለል ከሎ ምናልባት ደቂ ሕድርትና ማለትሲ ቅጅል ይብላኻ ገለ ኣብዚ ግን ከምዚ ብጽውያ ብዕላል ተዘይኮይኑ ንደቂ ሕድርትና ርእየን ፈልጥ ረኺበየን ኣዕሊለ ብደረጃ ፍቅሪ ተረኺበ ሒዝኒ ወይ ከኣ ሒዝወን ገለ ዝብል ኣነ ሰሚዐ ኣይፈልጥን ኢየ እቲ ጽውያ ናይ ደቂ ሕድርትና ውን ብካልእ መልክዕ ኢዩ ዝመጽእ።
ኣብ ሕጂ ኣዘኪርካኒ እዚ ክልተ መርዓውቲ ንሓንቲ መርዓት ኣብ ሓደ ውራይ ትብል ኣላ መጽሓፍ ሕጂ ጽብቕቲ እያ እቲ ሕጂ እተን ደቂ ሕድርትና ኣብኡ ሕጂ ይሳተፋ እየን ማለት እዩ እቲ እዋ እዋ እዋ ልብወለድ እያ ሕጂ እቲ ጠባይሲ እተን ደቂ ሕድርትና ዓብ ቦታ ኣለዎን ማለት እዩ ክልተ መርዓውቲ ንሓንቲ መርዓት ዝብል እቲ ሰብ እቲ ሰብን እቲ ወዲ ሕድርትናን እዮም ዝደልይዋ ነታ

ኦኬ መብሬ ከ ብወገንካ እንታይ ኣሎ ቅድሚ ሕጂ ካብ ዝሰማዕካዮ ወይ ውን ኣናጻጺርካ ውን ምስዛ ክንዛረበላ ደሊና ዘለና ፊልም? እወ ዳርጋ እዚ ሄኖክ ክብሎ ዝጸንሐ ኩሉ ርእየ ኣለኩ ኣብ ፊልም መጽሓፍ ውን ኣንቢበ ኣለኩ ምናልባት ግን ኣብቲ እዚ ሓድሽ ወይ ገለ ኩርናዕ ገለ ኢልካ ኔርካ ሓድሽ ኣይኮነን ዋይ ኩሉ ፈጠራዊ ዛንታስ ሓድሽ እዩ ከምዚ ዝድገም ነገር የለን ማለት እዩ ኦኬ ከም ጀንራ ዳሕራይ ክንሪኦ ንክእል ኢና ናይ ናይ ፋንታዚ ነገር ኣለዎ ከምዚ ዝበሉ ከኣ ደባስ ውን ከምኡ ቅድሚ ሕጂ ፊልም ውን ቀሪቡ ኔሩ ገለ እዩ so ምናልባት እዚ ከመይ ትመዝሚዙ እቲ ፊልም ከመይ ነዚ ሒዛቶ ብኸመይ ነቲ ዛንታ ክትርኾ ክኢላ? እቲ ደራሲ በየናይ መልክዑ በቲ ፋንታ ዝደወሎ በቲ ድራማ ሪል ዎርልድ ከይዱ ኣብ ዝብል ኢና ክንዛረብ። So ቅድሚ ሕጂ ኢልካ ክዝረብ ከሎ ገለሲ ወብ ድሕሪ ሕጂ ውን ዝድገም ዛንታስ የለን ብፍላይ
ክሪኤቲቭ ዝኾነ ስራሕሲ ኩሉ ሻዕ ሓዲሽ ማለት እዩ።
ኦኬ ጽቡቕ። ዓባይ መበገሲት ክትኮነና እያ ነቲ ብሕጂ ንዛረቦ ምክንያቱ ብተደጋጋሚ ዝርያኖምክስ ፍሉይ ቅድሚ ሕጂ ተሰሪሑ ደይፈልጥ ተራእዩ ደይፈልጥ ይብል ነይሩ እቲ ከም ሓደ ፍሉይ ኩርናዕ ግለጹ ነይሩ እሞ ምናልባት ኣነውን ከም ብዙሓት ዘኪረ ነይረ ዳርጋ ኢልካየን ደባስ ሕጅስ ሓንቲ ካብተን ፍሉያት ናይ ብሓቂ መስርዕ ውን ዝሓዘት ጽብቕቲ ዛንታ እያ ብፍላይ ንኩሉ ሰብስ ፋሚላር እዩ እቲ ስቶሪ ናይ ደባስ ዳርጋ

ኣብ ሶፍያ እስኪ ኣትኪልና ክንዘራረብ ማለት እዩ መጀመሪ ክትኮነና ሕጂ ውን ካልኣይ ግዜ ናብታ ዛንታ መእተዊ እሞ መጀመሪ ክትኮነና ሄኖክ ብዛዕባ እንታይ ኢና ክንዛረብ ብዛዕባ እታ ፊልም ማለተይሲ ንንገሮ ነቲ ሰብ ንእሽተይ ሓደ ጽማቕ ናይቲ ዛንታ እንታይ እዩ ተረዲእና ዘለዎ ንዓና ጽሙቕ ኣቢልካ ክትነግረና እንዲኻ ኣብ ፊልም
ማይል ዝተባህለ ጠባይ፣ እቲ ቀንዲ ጠባይ ማለት እዩ፣ ማይል ዝተባህለ ጠባይ ሓንቲ ዓርኩ ጓል ኣንስተይቲ ንሓብታ ናፊቓ ዝምውቲ ሓብታ ኣብ ሕልመይ ትረኣየኒ ኣላ ክትበጽሓ ደልያ ኣካይደኒ ኢላቶ ናብቲ መቓብር ምስ ከደ ኣብቲ መቓብር ነታ ሶፍያ ዝተባህለት ነፍስሄር ይርኣ ማለት እዩ እሱ ምስ ረኣያ ደሓን ኣፍቂርዋ ንበል በቲ ኣብቲ ፊልም ዘሎ ይፈትዋ ቃል ይኣትወላ ሽዑ ነቲ ቃሉ ከተግብር ዝጓዓዞ ጉዕዞ ኣሎ ኣብቲ ማእኸል እሱ ኩሉ ግዜ ናብቲ መቓብራ ይኸይድ እዩ ናብቲ መቓብራ ክኸይድ ከሎ ከዓ ዝፃብእዎ ዝበሃሉ ዝተፈላለዩ ወገናት ኣለዉ እዚ ይመስል መወዳእትኡ ከይንነግሮ እቲ ሓፈሻዊ ሓደ ሓደ ሰብ ብሂወት ዘሎ ንሓንቲ ብሂወት ዘየላ እሞ ቅድሚ ሕጂ እውን ዘይፈልጣ ስእላ ርእዩ ዘፍቀራ ዝነግር ዛንታ እዩ ኦኬ ዶተወሳኺ ለገለ ዛንታ ሳያምስ የብለይ ሕፅር ብዝበለ ሄኖክ ታንኪዩ እሰይ ጥርንፍ ብዝበለስ ዋላ ውን ክትብላ ትኽእል ኢኻ ብሓንቲ ማይ ሓደ ወድስ ንዝመተት ጓል የፍቅር ኦኬ እዚ መብርሂ ኣብ ምንታይ ጀር ኢና ክንገብሮ ወይ ኣብ ምንታይ ጀርኒ ኢና ክንምድቦ ንኽእል እቲ ፊልም ሓፈሻዊ
ኦኬ ኣይ ቲንክ እቲ ደራሲ በየናይ ዓይነት ጀንራ እዩ ነቲ ፊልም ወይ ነቲ ዛንታ ሒዝዎ ኢልካ ምርኣይ ይሓሽ ምናልባት ጀንረ ክንኮልና ዓሌት ፊልም ማለት እዩ ወይ ዓይነት ፊልም ብዙሕ ዓይነት ጀንራታት ኣለና ሮማንስ ኣሎ ናብ ፍቕሪ ዘድህብ ሮማንቲክ ድራማ ኣሎ ፍቕራዊ ማሕበራዊ ህይወት ዝዳህስስ ፋንታዚ ኣሎ ኢማጂኔሽን ካብ ክውንነት ካብ ትክውን ዓለም ርሕቕ ኢሉ ላይክ ከምኡ ዓለም ፈጢሩ ዛንታ ዝፈጥር ዝትርኽ ኣሎ ገለ ሕጂ ምናልባት ኣብቲ ዳሕራይ ክንሪኦ ኢና። እቲ ደራሲ በየናይ ዓሌት እዩ ነቲ ፊልም ክትርኾ ወይ ክነግሮ ፈቲኑ ገለ ክንብል ንኽእል ኢና። ግን ኣብዚ ክርሳዕ ዘይብሉ ከኣ እቲ ፊልም ኣብ ሓቀኛ ዛንታ ዝተሞርከሰ እዩ ማለት እዩ። ሶ ኣይ ቲንክ ካብቲ ዶክመንታሪ ፊልም፣ ሰነዳዊ ፊልምሲ፣ ብዙሕ ዝርሕቕ ኮይኑ ኣይረኸብኩዎን ኣነ። ምናልባት ዓብይ እቲ ዛንታ ማለት እዩ ማለት ሓደ ህያው ሰብ ምስ ሓንቲ ብሂወት ዘየላ ኣብ ፍቕሪ ምውዳቑ ምናልባት ባዮ ፒክቸር ኢካ ባዮግራፊካል ድራማ እውን ይበሃል እዩ ከም ጀነራ ኣብ ሓቀኛ ታሪክ ይልገስ ዘሎ ባዮግራፊካል ብልዎ ድራማ ከም ማሕበራዊ ህይወት ዝድህሰ ዘሎ ማለት እዩ ሕጂ More Biographical Drama እዩ Post Feature Film እዩ ምናልባት ኣብቲ ዳሕራይ ንኸዶ እቲ ደራሲ በየናይ Genre እዩ ነቲ ዛንታ ክትርኾ ፈቲኑ ዳሓን ክንርእዮ ኢና ማለት ግን ኣብዚ ክንርድኦ ዘለና ግን ማስ ፊልም ክትጽሕፍ ክትጅምር ኮለኻ ወይ ውን ስክሪን ፕለይ ማለት እየ እቲ ቀዳምይ ክትገብሮ ዘለካ ዓሌት ናይቲ ዛንታኻ ክንጽር ክኽእል ኣለዎ ኣገዳሲ ዓሌት ምንጻር ማለት ዳሕራይ ትጥቀምሉ ብርሃን ዳይሬክቲን እቶም ተዋሳእቲ ክሳብ ክንደይ ይኸዱ ርሕቐት ኣብቲ ምውሳእ ምግናን ኣለዎ ዶ የብሉን ገለ ጠቕመካ እዩ ማለት እዩ ሶ ዝበዝሕ ሚእታዊት ናብ ባዮግራፊካል ድራማ እየ ዝምድባ ምናልባት ስለምንታይ ዝበዝሕ ሚእታዊት ትብላ ኣለኻ ምክንያቱ ናይ ፋንታዚ ነገር እውን ስለዝሕውሰላ እዩ ግን ኣይ ቲንክ ባዮግራፊካል ድራማ ዓይነት ነገር ተርኢ ምናልባት ክስኸ እዚ መብሬ ዝበሎ እሰማማዓለ እዩ ብሓፈሻዊ ሕውስውስ ዝበለ እዩ እቲ ጀንርኡ እዚኣ ክትብሎ ኣይትኽእልን ዝኾነ ፊልም ቅድሚ ምዝራብካ ብዛዕባ ኣብቲ ፊልም ምዝራብካሲ ኣበየናይ ጀንረ እዩ ኢኻ ክትፈልጥ ዘለካ ሽዑ በቲ ጀንረ እቲ ጌርካ ኢኻ ትሪኦ ሕጂ ክሪኣ ከለኹ ኣነ በዚ ፖድካስት ክንገብር ከነዕልል ብዛዕባኡ ምስ በልካኒ ክምልሶ ዝፈተንኩ እሱ እዩ እንታይ ጀንረ እያ ኣነ ክሕዘው ኣይከኣልኩን እቲ ጀንሪ ሕውስውስ ዝበለ እዩ ከምዚ መብሬ ዝበሎ ብሓፈሽኡ ከምኡ እየ ክወስድ ዝኽእል ኣነ እውን ከምዚ ባዮግራፊካል ድራማ እዩ ምክንያቱ ሓቀኛ ዛንታ ዝተመርኮሰ እዩ እዩ ዝብለና ቤዝድ ኦን ትሩ ስቶሪ ሽዑ እቲ እቶም ጠባያት ኣብቲ ዝዋስእዎ ገለ ነገራት ናይ ኣተሓሳስበኦም ዋላ እኳ ጸቢብ ተኾነ ብዙሕ ዝህቡኻ ተዘይኮኑ ሪኢ ከኣ ትካይድኡ ሪኢኻ እቲ ዝበዝሕ ባዮግራፊካል ድራማ እዩ ሕጂ ብኡ ክንሪኦ ከኣ ኣነ ዝያዳ ደስ ይብለኒ ከምዚ መብሬ ዝበሎ ናይ ፋንታዚ ኤለመንት እውን ኣለዎ ኣብ ገሊኡ ብንኡስ ዓቕሙ ግን ብሓፈሽኡ ክትሪኦ ከለኻ ኣይ ቲንክ መብሬ ክንዛረበላ ብ ባዮግራፊካል ድራማ ጀንረ ሒዝና ክንዛረበላ ይሓይሽ መስለኒ ግን እቲ ኮንፊዥን ዝፈጥር እንታይ እቲ ሕውስዋስ ከዓ ብመስርሕ ነዕለሉ ንኸውን ምናልባት ኣብዚኣ ሶሪ ምናልባት ነቲ ሰማዒ እንታይ እዩ እቲ ስነዳዊ ፊልም ዶኪመንታሪ ፊልም ዝበሃል እንታይ እዩ ባዮግራፊካል ፒክቸር ወይ ድራማ ዝበሃል ክብሎ ጸኒሑ እዩ። ምናልባት ገለ ሰለስተ ፍልልያት ከቐምጥ ትኽእል እየ ማለት እዩ። እዚ ኣብዚ ዶክመንታሪ ፊልም ወይ ከኣ ሰነዳዊ ፊልም ንብሎ ኣብ ሓደ ጭቡጥ ውክልና እዚ ፋክቹዋል ቤዝድ ዝኾነ እዩ እቲ ፊልም ዝኸይድ ማለት እዩ። ኣብ ሪል ፉቴጅ ከዓ ማለት እዩ እንድሕር ተለካ ኣብ ሓቀኛ ተንቀሳቃሲ ስእሊ እውን ዝኸይድ ማለት እዩ ስክሪፕት ኣየድልየካን እዩ ኣብ ዶክመንታሪ ፊልም ሓቀኛ ዛንታ ስክሪፕትድ ኣይኮነን ትደርሶ ሰብ የብሉን ማለት እዩ ሶ ብዙሕ ግዜ ዶክመንታሪ ፊልም ብኢንተርቪዊስት ዝኸይድ ኢንተርቪው ብቃለ ምልልስ ቃለ መሕተት ይኸይድ ማለት እዩ ሕጂ እዚ ክኸውን ከሎ ምናልባት ኣብቲ ባዮ ፒክቸር ወይ ከዓ ባዮግራፊካል ድራማ ኣንጻር ናይዚ እዩ ኦኬ ሕጂ እዚ ባዮግራፊካል ኣብ ሓቀኛ ታሪክ ተመርኮሰ ድራማ ንምልሶ ዘለና ኣብዚ ጀንረ ንክሬቲቪቲ ወይ ከዓ እንታይ ኢና ንብሎ ንፈጠራ ያ ንፈጠራ ቦታ ዝህብ እዩ እዚ ጀንረ እዚ ማለት እዩ ስለዚ ሓደ ደፍኒት ፕሎት ኣለዎ ትልሚ ኣለዎ ኣብተሲ ስኩንሱ ሓልዩ ኣብ ምድምድምታ ዝበፅሕ ኣለካ ማለት እዩ ካልእ ኣብ ዕምቆት ገፀ ባህርያት እውን ሞር ይፀቅጥ እዩ ማለት እዩ ከምቲ ሕጂ ንኣብነት ኣብ ሓቀኛ ዛንታ ተመርኪሱ ኢልካ ናብቲ ጀርነት ኣምጺእካያ ኣብቲ ኣብ ሓቀኛ ተመርኮሰ ወይ ከኣ ኣብቲ ሰነዳዊ ፊልም ንኣብነት እቲ ካራክተር እሱ እዩ ኣይተጋንኖ ኣይተብሎ ኣጋጢማትኒ ኢልካ ኣሎ እንታይ ኣጋጢምካ ንዓ ትቐርጻ ማለት እዩ ካብዚኣ ርዒምካ ናብ ባዮግራፊካል ፒክቸር ትወዝኦ ከለኻ ግን ንክተጋንን ነቲ ካራክተር ከተዕምቆ ክትውስኸሉ ቦታ ውን ዝህብ ዩ ማለት ዩ። ስለዚ መብዛሕትኡ ግዘ ነቲ ሓቀኛ ፍፃሜታት ድራማታይዝ ይገብር ዩ ማለት ዩ። ሶ ንደራሲ ቦታ ይህብ ዩ ስፔስ ይህብ ዩ ክሪኤቲቭ ንክኸውን ማለት ዩ።
ኦኬ ፅቡቕ ብወገነይ ውን ተመሳሳሊ ሓሳብ እየ ሒዘ ዘለኹ መስለኒ። እስከ ንቐፅል ሕጂ ኣብ ፊልም ሶፊያ እቲ ዝዓበየ ኣርእስትና ውን ንሱ ዩ ሕጂ እቲ ኣተሃናንፃ ናይቲ ዛንታ። እንታይ ዝመስል ባዮግራፊካል ድራማ እንተ ክንዛረብ ኮይና እቲ ጀርኒ እውን ኣብ ድሕን ኣቐሚጥና ኣለና ኮይና እስኪ ኣብቲ ዳና ነፃ ዛንታ ሕጂ ኣዕሚቑና ንዛረበ እቲ ዛንታስ ከመይ ተሃኒፁ ኣሎ ምክንያቱ መሰረታዊ ነገር ንሱ ስለ ዝኾነ ዑቅራ ባክል ድምር ሓይልካ ኢልኮ ይትኸዳ ኤንወይ ሕጂ ንእግረ መንገድና ከዓ ገለ ክንብል ዘለና ብዛዕባ ፊቸር ፊልም ኣለምስለኒ ብዛዕባ ፊቸር ፊልም ኢና ንዘረብ ዘለና ሕጂ ብዙሕ ግዜ ብዙሕ ዓይነታት ፊልም ኣለዉ ሓጺር ፊልም ሾርት ፊልም ኣለዉ ፊቸር ፊልም ኣለዉ ናይ ቲቪ ሲሪስ ፊልምታት ኣለዉ ተኸታተልቲ እውን ኣለዉ ማለት እዩ ሕጂ እዚ ባዮግራፊካል ድራማ ወይ ከዓ ድራማ ፊቸር ፊልም ኢና ንዘረብ ዘለና ምናልባት ብዙሕ ግዜ ፊቸር ፊልም ሰብ ምናልባት ክብሎ ክእል እዩ ምሉእ ፊልም ማለት እዩ ነንውሓት ናይ ግዜ ናይቲ ፊልም እዩ ዝውክል። ብዙሕ ግዜ እዚኦም ኣካዳሚ ኦፍ ሞሽን ፒክቸርስ ኦፍ ኣርትስ ኤንድ ሳይንስ ብዝደንገግዎ ማለት እዩ ናይ ዩናይትድ ስቴትስ ሆሊውድ ልዕሊ ኣርብዓ ደቂቕ ዝኸይድ ከም ፊቸር ፊልም ይውሰድ ክሳብ ትስዓት ፈርዓን ተስዓት ስታንዳርድ ማለት እዩ ትሕቲ ኣርብዓ ደቂቕ ተኮይኑ ከዓ ከም ሓፂር ፊልም ሾርት ፊልም እዩ ከዓ ዝውሰድ ማለት እዩ ሶ ብዛዕባ ፊቸር ፊልም ኢና ንዛረብ ዘለና ማለት እዩ ሕጂ ብዙሕ ግዜ ፊቸር ፊልም ቅርጺ ኣለዎ ወይ ውን ማቸም ኩሉ ዛንታ ብ ቪድዮ ወይ ብ ካሜራ ተቀድሐ ፊቸር ወላ ሰዓት ፈረቃን ይክድሲ ፊቸር ፊልም ክትብሎ የጸግመካ እዩ ክትብሎ ተኮንካስ እቲ ቅርጺ ናይ ስክሪን ፕለይ ማለት ናይቲ ክኮሪ ዘለዎ እቲ ሄሮስ ጆርኒ ንብሎ ጉዕዞ ናይቲ ጅግና ወይ እቲ ሄሮ ከማልእ ክኽእል ኣለዎ ማለት እዩ። ሕጂ እቲ ስትራክቸር ኣብ ሰለስተ ይመቕልዎ። እዚ ዳርጋ ኣብ ኩሉ ዛንታታት ኣሎ። ጥዑይ ዛንታ ተኾይኑሲ ካይሓሰብካዮ እውን ዝጸንሓካ ገለ እዩ። መጀመርያ ኣሎ ኣክት ዋን ዝበሃል፣ እቲ ሚድል ማእከላይ ኣሎ፣ እቲ ሳልሳይ ፓርት ከኣ እቲ ኢንዲንግ ፓርት ኣሎ ማለት እዩ። ሕጂ ብዙሕ ግዜ በቲ ስታንዳርድ ናይ ሃሊዉድ ሰዓትን ፈረቓን ቴስዓ ገጽ ይብልዎ። ሓንቲ ፔጅ ሓንቲ ደቒቕ'ያ ይብልዋ ማለት እዩ። ሶ ቴስዓ ገጽ ተጽሒፍካስ ቴስዓ ኣምን ቴስዓ ደቕወ ጽሒፍካ ኣለኻ ገለ ማለት እዩ። ስለዚ ነዚ ክመቕልዎ ከለዉ ነዚ ናይ ሰዓትን ፈረቓን ወይ ነዚ ናይ ቴስዓ ገጽ ኣብ ሰለስተ መብዛሕትኡ ግዜ እቲ ዕስራ ሓሙሽተ ገጽ ወይ ዕስራ ሓሙሽተ ደቕ ከም ኣክት ዋን፣ ቤጊኒን፣ ናይቲ ዛንታ ይብልዎ። ኣብዚ ዓለም ዓለም ናይቲ ገጸ ባህሪ ጥራሕ ዘይኮነስ እቲ ዓለም እቲ ዛንታ ዝፍጸሞ ዘሎ ገለ ተላልየሉ ኩሉ እቲ ሴቲን ኤቭሪቲንግ ማለት እዩ እቲ ግዜ መዓስ እዩ ገለ ትምልሰሉ እዩ ማለት እዩ ነዚ ምስ ሃነጽካ ሽዑ ናብቲ ካልኣይ ኣክት እቲ ዝገፍሐ ዝነውሐ ሚድል ንብሎ ዘለና ናብኡ ትኣቱ ማለት እዩ ኣብኡ ብድሆ ኣጋጢሞ ወይ ግርጭት ተፈጢሩ ንላዕሊ እንዳዓረገ እንዳዓረገ ጫፍ ክብጽሖ ዝኽእል ክሳብ ትንፋስካ ዝሓጽረካ ክኸይድ ክኽእል ኣለዎ ማለት እዩ። ስዋኣኡ ምስ በጽሐት ክላይማክስ ኣሎ ናብቲ ሳልሳይ ኣክት በጺሕና ኣለና እቲ ፍታሕ ማለት እዩ። መቸም ሰዓትን ገለን ኬድካስ እንታይ ሪኢኻ እዩ ክፍታሕ ኣለዎ እቲ ጸገም እቲ ሪዞሉሽን ፓርት ፍታሕ ዝበሃል ከኣ ኣለዎ ማለት እዩ። ሕጂ ብኸምዚ እንድሕር ነቲ ፊልም ሶፍያ ክንልክዖ ተኾይንና። ኣብዚ ግን ምናልባት ግድነት ኣይኮነን ዛንታ ክተዘንትዎ ከለኻስ ካብ መጀመርያ ጀሚርካ ማእኸል ኤንዲንግ ምናልባት ካብ ድሕር ተበጊስካ እውን ክትብሎ ትኽእል ካብ ማእኸል ክትብገስ ትኽእል ኣብዚ ነፃ እዩ ማለት እዩ ናን ሊኒያር ትኮይኑ ማለት እዩ ናይ ፊልም ሶፍያ ሊኒያር እዩ ትኽእል እዩ ዝኸይድ ኦኬ ኣብ መጀመርታ እቲ ብክላይማክስ ጀሚሮ እቲ ክስታይ እቲ ኣላ ሓንቲ ኢንሳይቲንግ ኢንሲደንት ትብል ኣብ

ከም በቃ ማለትስ ጸገም የብሉን ገለ የብሉን ሰሪሑ ይኣቱ ይወፍር ገለ ገለ ከምዚ እዩ ማለት እዩ ብኸም ኢኻ ካብ መንነቱ ኸኣ ትፈልጦ ኣይደንቲፋይ ትገብሮ ማለት እዩ እቲ ኣክት ዋን ክትብል ኮላ ክትውዳእ ኮላ ግን እቲ ዛንታ ክጅምር ኣለዎ እዚኣ ኢንሳይት ኢንሹረንስ ዝበልኩ ካኻ ክትህሉ ኣለዋ ገለ ነገር ይጋጥም ሕጂ ኣብዚኣ ፊልም ሶፍያ ማይል ናብቲ መቓብር ምስ ከደ እዩ እቲ ዛንታ ዝጅምር ዘሎ እወ so ዋእ ይብል ሽዑ ማለት እዩ ይከውን ድዩ እንድሕር ኮይኑ ከ ከመይ እዩ ክክእሎ እቲ ፍቅሩ ማለት እዩ ምስ ሓንቲ ብሂወት ዘየላ ዝመተት ኣብ ፍቅሪ ድሕሪ ወዲቁ ሲ ሰብ ነዚኣ ክትምለሰሉ በዚኣ ከም ሆክ ማለት እዩ ነዚኣ ሒዙ ዝከድ ዝከደካ ሰዓት ፈርቃን የምሳካ ዝከይድ ማለት እዩ እዚኣ ቀንዲ መበገሲት ናይቲ ፊልም ሶፍያ ማለት እዩ እስከ የንካ መላእ ኣብሎ እወ
እሳ እያ እታ ካብታ ደራኺት ኩነት ነቲ ሙሉእ ዛንታ ትሰርሖ ዘላ ንዓ እያ ሕጂ እንዳ ዓበየት ዕንቅፋት የጓንፋ ፊልም ብዛዕባ ፕሮብሌም እዩ እንድሕር ሕጂ ኩላህና ኣብ ሂወት ክንርኢ ከለና ነቲ ፊልም ዝኾነ ዛንታ ክንሰምዕ ከለና ካብኡ እንወስዶ እንዋስኦ ኣሎ እቶም ተዓዘብቲ እውን ተዋሳእቲ ኢና ሕጂ ከምዛ መብሬ ዝበላ እንድሕር ንሓንቲ ኣብ መቃብር ዘላ ኣፍቂሩ እሞ ነታ ብሂወት ዘላ ገዲፉ ኣብ ቅድሚኣ እዩ ዝነግራ እንታይ ከመይ እዩ እዚ እንታይ ኮይኑ እዩ ከምኡ ኮይኑ ናበይ እዩ ክኸይድ ዝብል መጀመርታ ብኮንፍሊክት እዩ ዝጀሚራ ከምዛ መብሬ ዝበላ ሕጂ እቲ ኮንፍሊክት ዝጀመሮ እንታይ እቲ መጀመርታ እቲ ኢንተርናል ኮንፍሊክት ክትሪኦ ኢካ ትደሊ እቲ ውሽጣዊ ግርጭት ናይቲ ጠባይ ንሓንቲ ብሂወት ዘላ ኣፍቃሪት እያ እታ ጓል ንዓኣ ገዲፉስ ሓደ ከም ምትሃት እዩ ነቲኣ ኣፍቂርዋ ኣብኡ ከሎ ነቲኣ ዝነጽጋ ስኽ በዓል እዚኣ ክመታ በዓል ስኽን ብሂወት ትነብራ ሕጂ ቅድሚ ዋላ ሓንቲ ንፈልጥ ኢና ቴሌፎን ዛረብ ነይሩ ደዊላትሉ ሳቡን ትገብር ነይራ ዊርድ ዝኾነ ሰሓቕ ሲሒቑ መጺዋ እዩ ሕጂ ስታብሊሽ ከይፈለጥና ከለና መን እዩ ሱስ እንታይ እያ ገለ ብዘይካ ፍቑራት ምዃኖም ሓብታ ዝመተት ኣላ ቀልጢፉ እዩ ናብ ናብ ግርጭት ኣትዩ ሕጂ እቲ ሽዑ ክትክሪኦ ክንሪኦ ንፅበዮ እንታይ እዩ መጀመርታ ንሱ በየናይ ስነልቦናዊ መዋቕር ናቱ እዩ ከም ጠባይሲ ከምዚ ክውስን ክኢሉ እንታይ ስለ ዝኾነ እዩ እንታይ ስለ ተሰምዖ እዩ ሕጂ ነዚ ክትፈልጥ ኢኻ ነታ ፊልም ትሪኣ ኣብኣ ከዓ እታ ዓርኩ ከዓ ርኢናያ ስለ ዘለና ከመይ ኢሉ እዩ እንታይ ስለ ዝኾነት እያ ዝብል ብዙሕ ሕቶታት እዩ ዝመጻካ ሕጂ ኣብ መጀመርታ ሕዝ ንኸብለካ ሕጂ ተዓዊቱ እዩ ማለት እዩ ኣብቲ ኣብቲ ኣብቲ ኣብቲ ዛንታ ሽዑ ከመይ ከይድዎ እሱ ካልእ ዛንታ ኸውን ማለት እዩ ኣብዚ ዝበለ ሄኖክ ምናልባት ብዙሕ ግዜ እንታይ ይብሉ እቶም ጸሓፍቲ ናይ ስክሪን ፕላይ ተኻለካ መጠን ቴን ማለት እዩ እተን ሰለስተ ገጽ ማለት እዩ ኣገደስቲ ክኾና ኣለወን ነቲ ሰብሲ ዝምስጡ ክኾና ኣለወን ምክንያቱ ሰብሲ ብሪሞት ምሸሎ ይሕልፈካ እዩ ማለት እዩ ስለዚ እዚኣ ከም ቴክኒክ ኣብቲ መጀመርታ ላይክ ስለ ዝፈጠሮ ነቲ ዛንታ ሰብሲ እንታይ ከጋጥም ኢሉ ክኸይድ ይኽእል እዩ ማለት እዩ ሕጂ ከም ዝበልኩኻ ምናልባት እቲ ቀዳማይ ኣክት ዓለምን ጠባያትን ኩሉ ሴቲን ተላልየሉ እዩ ግን ካብ ድሕሪ ተበጊስካ ኬላልኻ ውን ማለት እዩ ካራክተርስ ኬላሊኻ ዛንታ ክትፈጥር ትኽእል ኢኻ እቲ ናይ ምልላይ ግን ይተርፍ ኣይኮነን እንዳ መለስካዮ እንዳ ላለኻዮ ክትከይድ ኣለካ ሕጂ ዓዳቢቱ ኣብዚ ተዓዊቱ ክኸውን ይኽእል እዩ ብዛዕባ ገጸ ባህሪ ክንዘረብ ከሎና ግን ኣይ ቲንክ ኣይተዓወተን ምክንያቱ ማኢል መን እዩ ኣይንፈልጥን ኢና ማኢል መን እዩ ባሲ እንታይ ዝሰርሕ እውን መጀመርታ ምክንያቱ ስራሕ ወፍራ ይረኣና እዩ ማለትሲ ኣብ ባርካ ክሰቲ ገለ ንሪኦ ኢና እቲ ገንዘብ ካበይ ኣምፂእዎ ምክንያቱ ክሰርሕ ድሕር ዘይትርኢ ተኾንካ ማለት እዩ ምስ መን እዩ ዝነብር ምስ ስድርኡ ብዙሕ ግዜ በቲ ማሕበራዊ ኣናብራና ናይ ኤርትራውያን ድሕርቲ ተመሪዕኻ ምስ ስድርኻ ተኸ ትነብር ወይ እውን ስኳብል ክትነብር ትኾንካ ምክንያት ናይ ስኳብሊ ከዓ ክግለፅ ኣለዎ ኣይቲንክ እቲ ፊልም ኣብ ኣስመራ እዩ ተደኪኑ ዘሎ ሶ ካብ ካልእ ዞባታት ዓድታት ዝመፅእ እውን ኣይኮነን So ቤኒ ስለ ዝነብር እየ ማለት እዩ ምኽንያት ቤኒ መንበሪኡ ምስ ስድርኡ ዘይምንባሩ እዚ እውን ካብቲ ዓቢ ሃጓፍ ኣብ መንነት እዩ ናይ ማኢል ማለት እዩ ሕጂ እዚ ኣብ ርእሲ እዩ ኣሕዋቱ እውን ኦኬ ዳሕራ ኣብቲ ፊልም ክመፁ ንኮይኑ ሓደ ሓዊ ይመፅ ግን እዚ ሰብ ስለምንታይ ቤኒ ዝነብር ዘሎ እዚ እውን ኣይምልሰልካን እዩ ሶ ዳርጋ መንነቱ ንፁር ኣይኮነን ኣብ ፊልም ከዓ ካራክተር ንጻርነት ኣገዳሲ እዩ ነዚ ዛንታ ንክትርድኦ ማለት እዩ ምክንያቱ ሓደ ነገር ክውስን ከሎ ስለምንታይ ወሲኑ በቲ ናቱ መንነት ኢኻ ያ ዝርዳእካን ምስኡ ዝስዕብን ስለዚ ከድካ ከድካ ሓደ ኣህዱ ሳይፍለጥን እዩ ህዱ ተጣይሱ ቤት ነገር
ኣብኡ ክምላልካ እንታይ እዩ እቲ ሕጂ ሓደ ዛንታ መስመር ዛንታ ኣለዎ እቲ ዛንታ ክንገር ከሎ ህንፀት ኣለዎ ሕጂ ኣብቲ መጀመርታ ብሓደ ብዝያዳ ኣብ ትልሚ ዘድሃበ መስመር ትኽተል ትኽእል ኢኻ ዝያዳ ሲ እቲ እቲ እቲ ጉዕዞ ናይቲ ፍጻመታት ይዓቢ ካብቲ ናይ ጠባይ ጠባይ ኣብቲ ፍጻመታት ይዋሳእ ሓደ መስመር ክትክተል ትኽእል ኢኻ እዚ ብኣብ ትልሚ ዘድሃበ ዛንታ ክንብሎ ንኽእል ማለት እዩ እቲ ካልኣይ ከዓ ብጠባይ ዝድፋእ ዛንታ ሞር ነቲ ጠባይ ዝያዳስ ነቲ ጠባይ ብምርኣይ ኢኻ ትጓዓዞ ሕጅስ ፊልም ሶፍያ ብምንታይ እያ ትኸይድ ተይልካ ብትልሚ ዝተደፍአ ዛንታ እዩ ኮይኑ ብሎ ሓንሳብ ከምዚኣ ኢላ ምስ ጀመረት እዛ ዝበልኩኻ እዛ መጀመርታ ብዙሕ ሕቶታት መሊሳትልና መልስታትና ከይተመለሰ እያ ትውድእ ኣብ ኩሉ ሸነኽ ማለት እዩ ኣብ ዛንታ እዩ ዝብል ዘለኹ ብጠባይ እዩ ዝምራሕ ከይንብል ምክንያቱ ነቲ ጠባይ ብዙሕ ግዜ እዩ ሂብዎ ነቲ ጠባይ ክንሪኦ ከለና ከዓ ነቲ ጠባይ መን እዩ ከይፈለጥ ከምዛ መብሬ ዝበላ ከይፈለጥና ኢና ተወዲእና ናቱ ጥራሕ ኣይኮነ ሳልሳይ እቲ ዛንታ ዛንታ ኣብ ቫኪዩም ኣብ ህዋ ኣይቆውምን እዩ ዛንታ ህይወት ኣለዎ ትዋሳኣሉ ግዜ ኣሎ ቦታ ኣሎ ሕብረተሰብ ኣሎ ኣተሓሳስባታት ኣሎ ኣሎ ኣብቲ እቲ ዛንታስ ዝቆመሉ እቲ ጠባይ ዝዋሳወሰሉ ስፔስ ኣለዎ እዚ እውን ዳርጋ የለን ኣብ ባራት እያ ጀሚራ ትውድእ እታ ኣብ ባራትን ኣብ መቃብርን ኣብ ጎደናን እያ ትውድእ እታ ሕብረተሰብ የለን ዳሕራይ ንመፆ ንኸውን በብነጥቢ ሕብረተሰብ የለን ነቲ ጠባይ ከይፈለጥናዮ እንታይ ኮይኑ እዩ ከምኡ ዝገብር፣ እንታይ ኮይኑ እዩ ከምኡ ዝደፍኦ፣ ምውትቲ ዘፍቅረሉ ምኽንያትሲ እንታይ እዩ፣ ኣይኮውንን እዩ ማለተይ ኣይኮንኩን፣ ይኸውን፣ ዝኾነ ክትገብር ትኽእል ኢኻ ኣብ ጥበብ፣ ግን እቲ ምኽንያት ከተቐምጥ ኣለካ። ሕጂ እቲ ምኽንያት ኣይ የለን ኣብቲ ኣብቲ ፊልም እቲ እቲ ስፔስ ዝዋስእሉ እውን ዲፋይንድ ኣይኮነን፣ ንጹር ኣይኮነን። ዝሁቦ ነገር ምክንያቱ እንታይ እዩ እዚ ሕጂ ንኣብነት ሓደ ኣብ ኣስመራ ዝቕመጥ ጠባይ እዩ እንድሕር ኢልና እሱ ክዋሳእ ከሎ ስድርኡ ኣለዉ ዳሕራይ ንመፆ እዮም ኾን ኣብቲ ግርጭት ስድርኡ ኣለዉ ካልኦት ኣለዉ ዋላቶም ኣብኡ ምፅዎም ዘሎ ብኸመይ እዮም ዝዋስኡ እቲ ሕብረተሰብሲ ኣየርእየካን እዩ ናይ ጎደና ናይ ባራት እያ እታ ዛንታ
እያ ኣብኣ ኣብኣ ንእሽተይ ክውስኽ ምክንያቱ እቲ ዝዓበ ድኽመት ናይ ተፈን ገፀ ባህሪ ካራክተር እዩ ሕጂ ብዙሕ ግዜ ገፀ ባህሪ ንኮለና እቲ መሪሕ ጠባይ ማለት ኢና ምክንያቱ ስዩነት ዛንታ ተሰኪምዎ ዝኸይድ ማለት እዩ ሕጂ ኣብ ገለ እዋንሲ ዛንታ ዶ ይበልፅ ካራክተር ገፀ ባህሪ ገለ እውን ይበሃል እዩ ናይ ናይ ገጸ ባህሪ ሓይሊ ከረድኣካ ደልየ ሕጂ ዝበዝሕ ግዜ ኣይ ቲንክ ገጸ ባህሪ ገጸ ባህሪ ይሕይል ኣብ ገለ እዋን ዛንታ እቲ ፕሎት ማለት ድኹም እንተኾይኑ እቲ ካራክተር ብጽቡቕ ድሕር ተሃኒጹ ገለ ኣይ ቲንክ ተዘካሪ ዝኾን ትፈል ሕጂ ብዙሕ ግዜ ዋላ ፊልምታት እንድሕር ተመሊስና ድሕር ዘኪርና ካራክተር ሲና ገጸ ባህሪና ነብል ንዝክር ነቲ ፕሎት ስቶሪ ብዙሕ ኣይንዝክሮ ኢና ሕጂ ቀሊል ተራ ኣይኮነን ዘለዎ ኣብ ፊልም ገጸ ባህሪ ኣብዚ ከኣ እቲ ዝዓበየ ድኽመት ናይዛ ፊልም ሶፍያ ገጸ ባህሪ እዩ ግደፎም ጥዑይ ድዩ ጥዑይ ኣይኮነን ምናልባት ጥዑይ ክንብል ኮለናስ በቲ ንረዳኣሉ ልክዕ እንታይ ዘር ኢዝ ኖ ኤግዛክት ዴፊኒሽን ኦፍ ኤ ኖርማል ፐርሰን እዮም ዝብልዎ ግን ድሓን ንረዳኣሉ ጥዕና ዘለዎ ሰብ ከመይ ይመስልሲ ንፈልጥ ኢና ምክንያቱ ኣብ ገለ ድሓር ዲቴልስ ንክርኢ ንኮይንና ኣብቲ ፍጻሜታት ናይቲ ምርኢታት ኣብ ገለ እዋን ጥዑይ ክኸውን ከም ጥዑይ ኣክት ገብር ኣብ ገለ እዋን ከዓ ዘይጥዑይ ይኸውን ማለት እዩ እዚ ሕጂ ኣናዋጽ ነይሩ እቲ ዛንታ ምሳሎ እዚ ክሊር ኣይነበረን ማለት እዩ ቅድሚ ግን ዓንተ እውን ትንክፍ ኣቢልናያ ነይርና ወላ እውን ዓንተ ሄኖክ ብባዮ ፒክቸር ኢና ነቲ ጀንራ ከምዚ እዩ ኢሉ ነይሩ ካልኣይ ዝዓበየ ድኽመት ንጹር ጀንራ እቲ ደራሲ ዝፈልጦ ኣይመስለንን እዩ። ነቲ ዛንትኡ በየናይ ጀንራ እዩ ከዘንትዎ ደልዩ ዘሎ ወይ ከኣ ኣዘንትይዎ ኣይ ቲንክ ንጹር ኣይኮነን። እዚ ሕጂ እቲ ላይክ ሕውስውስ ምባሉ ነቲ ፊልም እውን ሓዋዊስዎ እዩ ማለት እዩ። ኣይ ቲንክ ብዙሕ ግዜ ስክሪን ፕሌይ ክትፅሕፍ ከለካ ዛንታ መፅናዕቲ ክትገብር ኣለካ ይብሉ እዮም ኦፍኮርስ መፅናዕቲ ዘድልዮ ኮይኑ ማለት እዩ ኣብዚ ካብ መፅናዕቲ ዘድልዮ እዩ እቲ ዝዓበየ ኣብቲ ናይ ዛንታ ድኽመት እውን እዚ መፅናዕቲ ደራሲ ኣይገበረን ድሓን እዚኣ ሞ ፊልም ሶፊያ ንፅናዕ ካብቲ ሓቀኛ ዛንታ ናብኡ ንክድ ትፍፃሜ ወዲ ሽቁ እዩ በሃል ሓቂ እቲ ሰብ ነዚ ፍፃሜ እዚ ፍፃሜ ዘጋጠሞ ሕጂ እወ ወላ ዶኪመንታሪ ፊልም ክስራሕ ተኮይኑ ብለካ ኣለኹ ንዑ ቃለ ምሕትት ከምዚ ጌርካ ወይ ከዓ ከምዚ ኣጋጢሙኒ ኣጋጢሙካ ኢልካ እውን ኣይከየድን ዶኪመንታሪ እውን ከምኡ ኣይኮነን ኣብቲ መቃብር እንታይ ኣጋጢምዎ እውን ሓደ ክኢላ ኢንተርቪው ክትገብረሉ ኣለካ ፓራለል ማለት እዩ ኦኬ ኣጋጢሙኒ ይብል ኣሎ ሓደ ክኢላ ከ እንታይ ኮን ኣጋጢምዎ ክኾን ብልክዕ ብሳይንሳዊ መንገዲ ሲ ክግለጽ ክኽእል ኣለዎ ኣብ መወዳእታ ሰብ ደኣ ሕክያ ዕላል ሒዙ ክኸይድ ኣይኮነን ብልክዕ ሲ እንታይ እዩ ዘጋጥመካ ኣብቲ መቃብር መናፍስቲ ኣለዉ ድዮም የብሎም ላይክ ኣብዚ ብዙሕ ገለ ሳይንሳዊ መጽናዕቲ ሪሰርች የድልዮ ነይሩ ግደፎ ፊልም ክሰርሕ ወላ እቲኣ ዶኩመንታሪ ውን ክትሰርሓ እንድሕር ኮንካ ከም ዶኩመንታሪ ፊልም ንዑ ጥራሕ ኢንተርቪው ኢልካ ኣይትኸይድን ኢኻ ሓደ ክኢላ ኣምጺኻ ማለት ሲ እዚ ዝበሃል ዘሎ መጀመርታ ሓቂ ድዩ ንሕና ኣይንፈልጦ ኢና ከም በዓሉ ኦኬ በዓሉ መጺኡ መስኪሩ በገዛውቱ ገለ ብዕላል ሰሚዕኻ ሰሚዕኻ ግን ክብል ኣለዎ ማለት ሲ እንታይ ክብል ደልየ ማለት እዩ መጀመርታ ውን ወዲ ሹቕ ሲ ኢሳቆ ኢሳቆ ዲኻ ኢልካኒ ስሙ ኢሳቆ ሲ። ጥዑይ ድዩ ጥዑይ ኣይኮነን ውን ክመርሖ ማለት ሲ ላይክ ተብል ኢኻ ትሓትት ኢኻ እ፣ ላይክ ዶክመንት ክትሰርሕ ከለኻ ቅድሚ እ፣ እቲ ፍጻሜ ምግጣሙ ምስ ሓ- ናብቲ መቓብር ቅድሚ ምኻዱ ወዲ ሹቕ ከም ገጸ ባህርስ ከመይ ነይሩ ይሕግዘካ እዩ ማለት እዩ እ፣ እ፣ ዳሕራይ ከ እ፣ ኣብቲ መቓብር ምስ ከደ ምስ ኣጓንፎኻ ከመይ ኮይኑ ኣብይ ትራንስፎርም ኮይኑ እዚ ሕጂ ንምንታይ ዘምጽኦ ዘለኹ ነቲ ፊቸር ፊልም ክትጽሕፍ ከለኻ ነቲ ኣብቲ ካራክተር ምዕማቕ ይሕግዘካ እዩ ማለት እዩ። ሕጂ ከም ዝርድኣኒ እቲ ደራሲ እውን ነዚ እውን ዝሓሰበሉ ኣይመስለንን እዩ ማለት እዩ። ብልክዕ ስኢላ ከም ዕላል ከምቲ ኩሉ ሰብ ኣብ መቓብር ከይዱ ሲ ኣብቲ ሓዝሓዝ ዕዳጋ ሓሙስ ውሩይ እቲ ዛንታ ገለገለ በቃ ከምኡ እዩ እቲ ዝኸይድ ግን ሰብ እዚ ንዕኡ ብዙሕ ትርጉም ሃይቦን እዩ ብልክዕ ክፈልጦ ዝደሊ እቲ ኦድየንስ እንታይ እዩ ረኺብዎ እያ እንታይ ረኺብዎ ብስነ ፍልጠታዊ መንገዲ ክፍተሽ ኣለዎ ኣብ ፊልም ሶፍያ እውን ነዚታት ሸለል ኢልዎ ዝዓብየ ዛንታ ከዓ እዚ ክምለስ ዘለዎ ማይል ናብ መቓብር ከይዱ ኣብ ፍቕሪ ወዲቑ ብኣማን ኦኬ ዋላ ብስነፍልጠታዊ መንገዲ ዘይኮነሲ ብኣማኒ መንገዲ ክነግረካ ኣለዎ ሕጂ ንኣብነት ቀዳሚት ፍቃሪቱ ንሶፍያ ስትመስለ

ተርዲኻኒ ፍልይቲ ኩነትን እቲ ኣብኡ ዘሎ ሓደ ሳይኮሎጂካል ድፍኢት ሲ ኣሎ እንታይ እዩ ክነግረና ተዘይክኢሉ ዛንታ ዘፅሕፍ የብሉ የብሉ ማለት እዩ ሕጂ ኣይፀሓፈን እውን እያ እዚ ሓደ ማለት እዩ ዝዓበ ድኽመት ወይ ተነፊዑ ናብቲ መናፍስቲ ከይዱ ብዛዕባ መናፍስቲ ክኸይድ ኣለዎ እንተዘይኮይና ብከምዚ ክብሎ ፀኒሐ ኢለ ክውን ሞቲቬሽን ክምለስ ኣለዎ ማለት እዩ So all in all ከምዚ ዳርጋ መሰረታውያን ጸገማት ኣለዎ ፊልም ሶፍያ።